ሰላም ሰላም ፍትዋትን ተኸታተልትን እዚ ሚድያ ሎማዓንቲ ኣዝዮም ዘሰንብዱ ሓደሽቲ ሓበሬታታት እናወፅኦም ዘለዉ ካብቶም ዝወፁ ዘለዉ ሓበሬታታት ድማ
ገንዘብ ሓውል ኢሎሞ ካበይ ከምፀልኩም ገንዘብ ዝበሃል የብለይን ምስ በሉ ክልተ ዓይኑ ኣውፂኦም ክልተ እዝኑ ቆሪጾም ከብዱ ስነ ስርዓት ብዘይብሉ ቀደዳ ቀዳዲዶም ጉሒፎሞ ከይዶም ከምዚ ከምዚ ተቐብሩ ከምዚ ሞተ ነገራትኒ ሕማቕ እያ ሓዲረ ድቃስ ደይብለ ሓዲረ ፊላ ሓወይ ማለት እዩ ኣነ ኣብ መዓስከር ዳባት እየ ዘለኹ ኣስታት ሸውዓተ ሽሕ ትንፋስ ከዓ ኣብዚ መዓስከር ዝነብር ኣላ ትሪእዎ ዘለኹም ስለዚ እንታይ እዚ ብቻ ይኾን እዩ ዜሙን ካልኦትን ብሰፊሖ ኣብዚ መደብ እዚ ክንከታተል ኢና ንስኹም ደማ ነታ ቻናል ሰብስክራይብ ንታ ቪድዮ ድማ ላይክ ብምግባር ናይ ሳሚ ሪኣክት ዩቱብ ቻናል ቤተሰብ ክትኾኑ ኣዝየ ዝላቦ ንታ ቪድዮ ድማ ኸዚ ኸዚ ላይክ ጌርኹም ቐጽልዋ ክል ይደሊ እንተ ላይክ ትገብሩ ዘለኹም ብጣዕሚ እየ ካብ ልበይ ዘመስግን። ኮይነ እዋኖ ሰመላ ብኣኺ ኮይኑ ኣሎ ዕላ ኣኺልክኒ ዘይከኣል ሓላል ሓላል እየ ሓላል ሽታኺ ሽታ ናይ ለሚ ተብልኒ ለኽዝቡ ስእሊ ኮይነ ገሪፈልኪ ስእልነ ድንን የድንን

ኣብ ህይወትካ ልዕሊ እቶም ሓንሳብ በድሎምኻ ካብ ህይወትካ ዝወፁ ሰባት እቶም እቶም ውፅእ ኮይኑ ተፍደሎም ሰባት እዮም ዝወድሉኻ ምክንያቱ ሓንሳብ በድልካ ዝኸደ ሰብ ትምህርትኻ ወሲድካ ህይወትካ ትቕፅል እቶም ውፅእ ክብሉ ፍቓድ ዝሃብካዮም ሰባት ወይ ኣብ ኣፍ ደገ ህይወትካ ደው ክብሉ ዘፍቅድካሎም ሰባት ግን ክብድሉኻ ክነብሩን ህይወትካ ንቕድሚት ከይትቕፅል ምክንያት ክኾኑ እዮም ኣብ ልዕሊኦም ዘለካ ስምዒታት ገኒሕካ ምእታው ካብ ዘይመረጹ ካብ ኣፍ ደገ ህይወትካ ገፍቲርካ ናይ ምውጻእ ስጉምቲ ምውሳድ የድልየካ።
ብህይወት እንከለኻ ዝዕንቅፈካ እሾኽ ዘየልዓሉልካሲ ምስ ሞትካስ ዕምበባ የንብሩልካ ኢለ ነይረ። ዝበዝሕ ሰብ ቀዳመይቲ መዓልቲ ዕምበባ ዝቕበለላ መዓልቲ ሞይቱ ምስ ተቐብረ ጥራይ። ኣንታ ብህይወት ከለና ኑቲ ዕምበባ ሃቡና እንታይ ክዓብሰልና ምስ ከድና ብጣዕሚ እየ ዝፈትወካ ነይረ ሕልሚ ነይሩኒ እኮ ከምዚ ዶ የበልካኒ ነይርካ እንታይ ደኣ ገዲፍካኒ ኣጸሚኻኒ ትማሊ ተደዋወልና ገለ ኢልኩምስ በቃ ናብ ፖስት ጓዩ እዋ ሞትካ ድዩ ትቐስነሉ ግዜ ሕጂ ድማ ኣብ ዳባት ዘለዉ ኤርትራውያን ስደተኛታት ኣሕዋትና ኣዝዩ ኣዝዩ ብዘስካሕክሕ ኣጋጣሚ ካብ ዝነበርዎ መዓስከራት ተባሪሮም ከብቅዑ ኣብ'ቲ ዘለዎ ዳባት ድማ ብጣዕሚ ብዘስካሕክሕ ኩነታት ብዙሕ ሽግራትን ጸገማትን የሕልፉ ኣለዉ። ስለዚ ነዞም ብዙሕ ሽግራትን ጸገማትን ዘሕልፉ ዘለዉ ወገናትና ንብጽሓሎም ሕጂ። ኩሉኹም ስነ ጥበባውያን ሕጂ ናይ ብሓቂ ኤርትራውነትናን ህዝባውነትናን እነርእየሉ ግዜን ሰዓትን እዩ። ማንም ሰብ ብዘይገድስ እንታይ ዓይነት መርገጺ ኣለኩም ኣገዳሲ እውን ኣይኮነን ኣይኮነን ዶ ንባዕልና ንኻልእ ሰባት እውን ከይተረፈ ንኹሉ ሰብ ከም ንኸውን ኤርትራውያን ዘዛርብ እውን ኣይኮነን ስለዚ ሕጂ እዩ ግዜ ንኣዳባት ዘለዉ ሰባት ንብጽሓሎም ኣነ በዛ ወገነይ ብስራኤል ዘሎ ኩሉ ዓይነት ዋጋታት ከፊለ ንኹሎም ዝፈልጦም ኣዕሩኽተይ ድዩ ፈለጥተይ ድዩ ጌረ ብዝተኻእለ መጠን ደሓን ዝኾነ ገንዘብ ክእከብ ከም ዘለዎ ክገብር ክፍትን እየ ስለዚ ንውልቀ ሰባት ዝብሃል ንህቦ ገንዘብ የለን ዋላ ናባይ ውን ብውልቂ ኣይትደውሉለይ እቶም ኮሚተ ግን ክትረኽቡኒ ትኽእሉ ኢኹም እቶም ኮሚተ ክትረኽቡኒ ትኽእሉ ኩለን ኣብ ቅድሚ ኣዴታትና ከለዋ ምሳና ንዓና ዝዓመጹና ብዙሓት ኣለዉ ኣነ ብኡነት ብኡነት ከትማልኹ ንዛ መዓልቲ እየ ድዛረብ ኣምላኽ ይመስገን ኣነ ኣይተዓመጽኩን ብሰላም እየ ኣትየ እንተኾነ ግን ኣነ ብሰላም ኣትየ ኣብ መቓብር ስለ ዝደቆስኩ ግዲ ኮይነ እቲ ኣብ ዳባት ክልተ ወርሒ ገለ ምስ ገበርኩ እየ ሰንኪለ ማለት እዩ ከባቢ ሰለስተ ወርሒ ከኣ ኣብ ዓራት ደቂሰ ካብኡ ካብኡ እንደ ተመሓይሸ መጺኡ ግን ብዙሓት ብዙሓት ኣሕዋትና ኣለዋ ጥንሲ ሒዘን ክኾና ይኽእላ ገለ ክኾና ይኽእላ ብዙሓት መን ዓሚጽወን ዘይፍለጥ እሞ ከኣ ብኣጋባቡ እየን ዓሚጾመን ተረዲእኩምኒ

ንሰንሲ እንድሕር ሕርስርሲ ብፌስታል ዝቅበሉና እንድሕር ነይሮም ኮይኖም እንድሕር ትንፋስ ዝሓጽረና እንድሕር ኮይኑ ክኒና ዘይብልና እንፍጅን ደይብልና ብዙሕ ብዙሕ ነገር ዘይብልና ኣወዳትና ኩሎም እግሮም ስንኩላት እዮም ሞጎስ ይሃለካ ይመስክር ኩሎም እግሮም ሁሩማት እዮም ተረዲካኒ ፊሊ ሓወይ መጀመርታ ከኣ ካብ ካብቲ መዓስከር ዓዲ ሓርሽ ናብቲ ዳባት ምስ ኣተና ከኣ ክልተ ሰሙን ገለ ከይገበርና ከኣኒ ሓደ ራሻ ድበሃል ዝነበረ

እንታይ ወሲደ ይድቅስ ኣለኹ ወይ ከኣ ከመይ ኢለ ይነብር ኣለኹ ኣነ ባዕለይ ጥራይ እየ ዝፈልጦ። ግን ክዛረብ ስለ ዘለኒ እቲ ኣነ እኳ መድሃኒት ይረክብ ኣለኹ። መድሃኒት ዘይረኸባ ብዙሓት ኣሕዋት ይኣልዋ። ኣብዚ መጺእና ስለ ዝሰሓቕና ስለ ተዛረብና እንታይ ነሕልፍ ኣለና ኣብ ዝተዓጸወ ገዛ ባዕልና ኢና ንፈልጦ። ተረዲእኩምኒ። ሕጂ ከምዚ ከማይ ብዙሓት ብዙሓት ኣብ ኣብቲ ዳባት ማለት እዩ ትንፋስ ድሓጽሮም መቓብር ሕማቕ እዩ ትፈልጡ ዲኹም ኣብ መቓብር ምድቃስ ይኹን ደም ናይ ሰብ ረጊጽካ ምምጻእ ብጣዕሚ እዩ ሕማቕ። ክሳብ ሕጂ ደም ደም ድጨኑና ሰባት ኣለና ድቃስ ዘይብልና ሰባት ኣለና ለይቲ ዘይንድቅስ ቀትሪ ዘይንድቅስ ማለት እዩ እና በቃ እቶም እቶም ኣምሓሩ ተኾኑ ነተን ኣዋልድና ተቋጻጺሮመን ኢደን ኢደን ሰላም እንዳበሉ በቃ ካብ ስድረን ነዴታተን እየን ዝሃርማ ሕጂ ኣነ ኣብነት እንዳገበርኩ ክኸይድ እንድሕር ኮይነ እዛ ሕጂ እዞም ደገፍቲ እንድሕር ሓቲትካ ንምንታይ ትደግፍሎም እንድሕር ኢልካ ምኽንያቱ ንሕና ኩሉ ግዜ ምስ ሃገርናን ምስ ህዝብናን ኢና ሃገርናን ህዝብናን የሕሊፍና ኣይንህብን ይብለካ እቲ ተቃውሞ እንድሕር ሓቲትካዮ ንምንታይ ትቃወም ኢልካ እንድሕር ኢልካዮ ኣነ ኩሉ ግዜ ምስ ውጹዕ ህዝበይ እየ ህዝበይ ኣብ ሃገሩ ብሰላም ብደሞክራሲ ብናጽነት ብፍትሒ ከምቲ ዝደልዮ ኮይኑ ክነብረለይ እየ ዝደሊ ይብለካ ክልቲኣንኩም ትርጉም ሃገር ዝተረዳእኩም ኮይኑ ኣይስምዓኒ ሃገር ማለት ህዝቢ ህዝቢ ማለት ሃገር እንድሕር ኢልካ እቲ ሓደ ሰብ ሃገሩ የኽብረሉ ብዘይ ሃገር ሓደ ሰብ ጽግዕተኛ ስደተኛ ጉዙእ ባርያ ኣብ ዝመሰይ ዝዓዱ ከምኡ እዩ ዝኸውን ሓንቲ ሃገርካ ብዘይ ህዝቢ ምድረ በዳ እያ ሃገር ተባሂለ ትጽዋዕ ኣብኡ ከድካ ተመሊስካ ምስትኡ ዘሎ ባሕሪ እምኒ ኣግራብ ኣይትምልሱ ስለዚ ሓቀኛ ናይ ህዝብኩም ስምዒት እንድሕር ኣለኩም ግደፎ ናይ ቲክቶክ ሓሸ ወይ ንባዕልኩም ኣብ ገለ ኣትኩም ንዓና ኣብ ገለ ተእትውና ዘለኹም ኣብ ሕያዋይ ሳምራዊ ዝብል ኣትዮም ሳብስክራይብ ገርኩም ኩሉ ናይ ህዝብኩም ዝወርድ ዘሎ ጸበባ ሽግር ሬሳ እዮም ዝርኢ ዘሎ ወዲታት ኣቦታትና ብዓይኖም እዮም ሬሳ ዝርኢ ዘሎ የለን ኢልካዮም ዘይሰምዑ ህፃውንቲ ብጥሜት ይሳቐዩ ኣለዉ ህዝብና ብጥሜት ይሳቐ ኣሎ ኣብ ዓዲ ምሓራ ኣብ ደባት ዝበሃል ይቐትልዎም ኣለዉ
ፖለቲካ ሻርሙጣ እዩ ፖለቲካ ረሳዕ እዩ ፖለቲካ ቢዝነስ እዩ ትግራይ ትኽክል ንቓሕ ንቑሑ ተረዳን ፖለቲካ ቢዝነስ እዩ ፖለቲካ ጨምላቕ ረሳሕ ከም ፖለቲካ የለን እቶም ሰብ ከዓ እቲ ሰብ ከዓ ንሰብ ሰብ ኣነ ኣነ ተዛረብኮ ንህዝቢ ዝፀልእ እንተኮይኑ ሰብ እዚ ሕማቅ ኣለኩ ኣነ ተፃረፍኩ ንሓደ ንውልቃዊ ንክስታይ ተፃሪፈ ንዓይ ጥራይ ትርኢ ኣለኩ እምበር ነቲ ሕብረተሰብ ክትርኢ የብልኩ ወይ ንፋሚሊ ናተይ ክትርኢ የብልኩ እንተ ንመን ክትርኢ ዘለካ ካልኣ ክትርኢ እምበር ወካሊ ወካሊ እኮ የብልና ንሕና ታዋእ እዩ ዝውክል ንህዝቢ ትግርኛ ንህዝቢ ትግርኛስ መን እዩ ዝውክላ? ተባዕ እዩ ዘወክላ ንህዝቢ ትግርኛ። ንህዝቢ ትግርኛ ወኪሉ ዝዛረብ ኣሎ ማንም የብልና። ንሕና ዝውክለና የብልና ንህዝቢ ትግርኛ ተረዳ። ወላ ወላ መንግስቲ ከማን ኣይውክለና ካብዚ ሕጂ ሰዓት ተረዳ። ወላ መንግስቲ ከማን ካብ ተረዳኻ ዝውክል የለን። ንትርፊ ንራብሑ ወይ ንቢዝነሱ ወይ ንክስታይ ትኾን እምበር ኣለዉ እንዳ ዓሰርተ ኣሽሓት ሆቴላት ኣሽሓት ገንዘብ ዘሎ ዘይሕግዝዎ እንዳ ወኪል ኣገም ወኪል ሓላፍቲ እንደ የለውን ሓለፍቲ ኣብዚ ሶሻል ሚዲያ ትነጥፉ ማለት እዩ ዓበይቲ ቲክቶከራት ትኾኑ ፍሉጣት ዝኾንኩም ሰባት ማለት እዩ ዩቲዩበራትን ኣሕዋትና ኣብ ሕማቕ ኩነታት ኣለዉ ኣቦታትና ኣደታትና ኣብ ሕማቕ ኩነታት ኣለዉ ብጥሜት ይሞቱ ኣለዉ ኢልና ክልተ ዓመት ሙሉ ለፊዕና ኢና ክሳብ ሕጂ ግን ኣይተሓጎዙን ኣብ ሕማቕ ኩነታት እውን ኣለዉ ስቲል ዝገለለ ሕጂ ከዓኒ ንወርሒ ሽዱሽተ ኪሎ ተባሂሉ እናተዋቡ ይነብሩ ኣለዎ ማለት እዩ እቶም ክትሕጉዝ ትኽእሉ ዩቲዩበር ኣዲኹም ቲክቶከራ ክትሕጉዝ ትኽእሉ ብእመብርሃን ማለት እዩ ብእመብርሃን በጃኹም እዞም ዓበይቲ ኮንኩም ክጠቕሰኩም እየ በዓል ፊሊ ፊሊ ወዲ ኤሪ ሞኒካ በዓል ሸላ ወዲ ማእለያ በዓል ጣጣ መዓንዱ ወዘተ ዝኾንኩም ሰባት በጃኹም እዞም ሰባት እዚኦም ይጠፍኡ ይሞቱ ኣለዉ ጽባሕ ንግሆ ካብ ምስ ሞቱ ሕጂ ከለዉ ንርዳዮም ብዝተኻእለና መጠን ወላ ኣብ ላይፍ ከፊትና ብጊፍቲ ድዩ ሓግዝ ሰብ ክሕግዝ ወላ ባዕሉ ድዩ ብገንዘብ መጠን ክሕግዝ ማለት እዩ ኩላትና ተሓጋጊዝና እዞም ኣሕዋት እዚኦም ሰብ ኣሕዋትና ኣብ ዳባት ዘሎ ኣሕዋትና ነድሕን ድምፂ ንኹኖም ሕጂ እውን ኢጦም ዩ ብጥሜት ከይረገፉ ከለዉ ብጥሜት ከይሞቱ ከለዉ ምስ ሞቱ ወላ ሓንቲ ይገብረልናን ዩ ምስ ሞቱ ስለ ዝቀበርናዮም ምስ ሞቱ ዕምበባ ስለ ዘቀመጥናሎም ወላ ሓንቲ ይገብረልናን ዩ ከለዉ ንርዳዮም ስለዚ ኩላትና ብዝተካኣልና መጠን ክንሕግዞም ጻዊዒት ሓገዝ እጽውዕ ኣለኩ ኣሕዋት ከለዉ ንሓግዞም ንብል ኣለና። ናይ ውልቀ ናይ ፐርሰት ማለት ምሳይ ባእሰ ከም ክኸውን ማለት እዩ ሞራል ተዓጊሰክኒ ሕጂ እቲ ቪድዮ ሪእና ንኸይድ ሽኮሪና
ኢላ ኣርኪ ቤና ሩክን ዕብያ እያ ዕብያ
ካሜራ ሬድ ጋይስ
ነዚኦም ገንዘብ ሓውል ኢሎሞ ሓንሳብ ተጠዋፍ እያ ያው ለምለም ዘኪረ የለኹም
ገንዘብ ሓውል ኢሎሞ
ካበይ ከምጸልኩም ገንዘብ ዝበሃል እብለይን ምስ በሉ ክልተ ዓይኑ ኣውጺኦም ክልተ እዝኑ ቆሪጾም ከብዱ ስነ ስርዓት ብዘይብሉ ቀደዳ ቀዳዲዶም ጉሒፎሞ ከይዶም ፕሮቴክሽን ኣለዎ ሕጂ እዚ ማዕስከር እዚ ከለላ ይህባ ኣለኹ ኢሉ ክዛረብ ይኽእል ብድፍረት እዚ ከኣ ብምሉኡ ከኣ ኢሰማኮ ማለት እዚ ናይ ኢትዮጵያ ሰብኣዊ መብት ኮሚሽን ዝበሃል ብኣካል ከይድና ናይ ብምሉኦም ኣብቲ መዓስከር ብጥይት ብኻራ ዝሞቱ ዶኩሜንት ኣረኪብናዮም ኢና ዋላ ሓንቲ ክገብሩ ይከኣሉ ሕብረት ኣፍሪቃ ኣረኪብናዮም ኢና ዋላ ሓንቲ ክገብሩ ይከኣሉ ሄድ ኦፊስ ኣራሬስ ኣረኪብናዮም ኢና ዋላ ሓንቲ ክገብሩ ይከኣሉ ዩኒስ ኣር ኣረኪብናዮም ኢና ዋላ ሓንቲ ክገብሩ ይከኣሉ ምክንያቱ እዚ ነገር እዚ ንደገ ስለ ዘይወፀ ቀፅል እዩ ኣብ ቪድዮ ወፅዳ ስትረ ከምዚ ከምዚ ተቐብ ከምዚ ሞተ ነገራትኒ ሕማቕ እየ ሓዲረ ድቃስ ደይብለ ሓዲረ ፊሉ ሓወይ ማለት እዩ እቲ ናይ ደባት ጉዳይ ዘውፅኣሎም የብሎም መሳኪን ኣነ ብየ ነይረ ማለት እዩ ኣነ ቪድዮ ቀዲሐ ንባዕለይ ዝረኸብኩ መከራ ይረኪቦም ማለት እዩ ረኪቦም ኣብ ጎንደር ፍተሻ ረኪቦምኒ ባዕለይ እየ ዝፈልጦ ዝገበሩኒ ማለት እዩ መከላከልያ ዝገበርኒ ንምንታይ ቪድዮ ሒዘ ኣብቲ እንዳ ቦሊስ ዝኮዱ ዝገበርኒ ማለት ስለዚ ወላ ተኣማሚን ኣሕዋት ከቐሪፅካዮም ክትወፅእ ኣይትኽእልና ንኣዲስ ኣበባ ክመፅእ ከሎ ኩሉ ሰብ ተብኡ ዘሎ ሂወት ቀሪፅዎ ክወፅ ይደል ግን ኣብኡ የትርፍዎ ኮይኖም ሞባይል ናይ ሕዱጉና ኮይኖም በቃ ከምዚ ብሓይል እዮም ዝጥቀሙ ስለዚ ሎማ ዓንቲ ኣነ ደበገሰን ንዞም ናይ ሕንፃፅ ክቃወም ወይ ከዓ ከምዚ ክቃፀፅ ኢለ ዘይኮንኩ ድቃ ስለ ዘይነበረ ከይገበርኩ ስለ ከይደቀስኩ ስለ ዝሓደርኩ

ዝበሃል ሓደ ጽሑፍ ወይ ሓደ ብሂል ኣሎ። እዚ ሰሙን እዚ መቸም ርኢኹሞ ኣለኹም፣ ኣብ ዝተፈላለያ ማሕበራዊ መራኸቢታት ካብ ውሽጢ ትግራይ ከምኡ ድማ ኣምሓራ ክልል ዝርከቡ ዘለዉ ህዝቢ ብጥሜት ተሳቕዮም ናብ ሞት ደረጃ በጺሖም ከም ዘለዉ። ኣብ ዕስራን ሓደን ክፍለ ዘመን ኣብዛ ዓለም ከም ሎሚ ገንዘብ ተራእዩ ይፈልጥን እዩ፣ ከም ሎሚ ሃፍታማት ሚልዮነራት ቢልዮነራት ፈርዮም ኣይፈልጡን እዮም፣ ከም ሎሚ እውን ወዲ ሰብ ሰብ ብዝፈጠሮ ሓደጋ ክሳቕን ክጭነቕን ክሽገርን ተራእዩ ኣይፈልጥን እዩ። ሓደ እዚ ዝትዕዘብዎ ዘለኹም ቪድዮ ኣብ ትግራይ ኣብ ሕንጻጽ ኣጋጢሙ ዘሎ ሽግር እዩ። ሕንጻጽ ነቶም ዘይትፈልጥዎም ሰባት፣ ሓደ ካብቲ ሰለስተ ረፊዩጂ ካምፕስ ዝነበሮ እሞ ኸኣ በሽሓት ዝበጽሑ ቁጽሪ ኤርትራውያን ዘስተኣናገደ ሓደ ዓቢ ካምፕ ዝነበሮ ቦታ እዩ። ኣብዚ ከባቢ እዚ ናይ ረፊዩጂ ካምፕ ዝዓበዩን ከምኡ ድማ ብዓቢኡ እውን ኣብታ ዓዲ ዝዓበዩን ኤርትራውያን ድማ ሎሚ ኣብ ዝለዓለ ደረጃታት በጺሖም ኣብ ኣዝዩ ጽቡቕ ዝኾነ ኩነታት ይርከቡ። ስቲል ግን ህዝቢ ሕንጻጽ ብጥሜት ተጨኒቑን ተሸጊሩን ኣብ ከቢድ ደረጃታት ወዲቑ ይርከብ ኣሎ። ካልኣይ እዚ ኣብዚ ትዕዘብዎ ዘለኹም ቪድዮ ድማ ኤርትራውያን ስደተኛታት ኣብ ኣምሓራ ክልል ኣብ ኣለምዋጭ ዝርከቡ እዮም። እዞም ኣቦ ካብ መሬት እኽለይ እናኣረዩ ንኽበልዑ ወይ ኢሎም እኽሊ ዝኣርዩሉ ዘለዉ እዩ። ኣብ ዓለም ዋጭ ዝርከቡ ዘለዉ ኤርትራውያን ስደተኛታት ድማ ካብ ግዜ ናብ ግዜ ናብ ዝኸፍእ ኩነታት ዝኸድሉ ዘለዉ ግዜ እዩ። ብሰንኪ ኣጋጢሙ ዘሎ ኲናት ኣብ መንጎ ክልል ኣምሓራን መንግስቲ ናይ ኢትዮጵያን ድማ ሎሚ መግቢ ተሓሪምዎም ብኸምዚ ትርእይዎ ዘለኹም መገዲ እዮም ዝኸዱ ዘለዉ። ስለዚ እቶም ዓቕምኹም ክትሕግዙ እትኽእሉ ሰባት በቢ እተለኹሞ መገዲ ነዞም ኤርትራውያን ኣቦ ክትሕግዝዎ እትደልዩ በዚ ኣብዚ ትዕዘብዎ ዘለኹም ኣድራሻ ናይ ግብሪ ሕያዋይ ሳምራዊ ክትሕግዝዎም ትኽእሉ ኢኹም። ነዞም ስድራቤታት ኣብ ውሽጢ ትግራይ ዝርከቡ ዘለዉ ሎሚ ብጥሜት ከቢድ ዝኾነ ኩነታት ኣትይዎም ዘሎ ድማ እቶም ብኡ ዝሓለፍኩም ጽቡቅ ጌርኩም ትፈልጥዎ ኢኹም ወላ ውን እቶም ዘይሓለፍኩም ሰባት ንስለ ሰብኣውነት ክትብሉ ውን ዓቅምኹም እንተበርከትኩም ጽቡቅ ኢዩ። ኣነ ኣብ መዓስከር ዳባት እየ ዘለኹ ኣስታት ሸውዓተ ሽሕ ትንፋስ ከኣ ኣብዚ መዓስከር ዝነብር ኣልና ትሪእዎ ዘለኹም ስለዚ ንሒና ኣብዚ ብዙሕ ናይ ኣእምሮ ጸገም ዘለዎም ብዙሕ ሕማም

ምስ ቤተሰብ ሎምዓንቲ ዝሓዝክዎም ቪድዮታት እዚኦም ይመስሉ ነይሮም ኣብ ዝቅፅል ብሓደሽትን ትኩሳትን ቪድዮ ሒዘ ክምለስ እየ ንስኩም ድማ ንታ ቻናል ሰብስክራይብ ንታ ቪድዮ ድማ ላይክ ብምግባር ናይ ሳሚ ሪኣክት ዩቱብ ቻናል ቤተሰብ ምኳን ኣይትረስዑ ክም ክብል ይደሊ ኣብ ቀፃሊ ብሰላም